ናይ ሎማዓንቲ ትምህርትና መቐጸልታ ናይ ዝሓለፈ ኣርእስቲ ኮይኑ ንሱ ከኣ ምንጣቕ ዝብል ትምህርት እዩ ማለት እዩ። ካበይ ይመንጩ ኣየኖት ክፋላት ናይቶም ቅዱሳት ጽሑፋት እዮም ከ ዝጥቀሱ ዝብል ነይሩ እቲ ቀዳማይ ክፋል ሕጂ እውን ካልኣይ ክፋል ናይቲ ርስቲ እዩ ክኸውን ማለት ስለዚ እቲ ኣርእስቲ ኣይተወደእን ገና እዚ ካልኣይ ክፋሉ እዩ ማለት እዩ። ስለዚ ናይዚ ናይ ሎማዓንቲ ካልኣይ ክፋል ናይ ዝሃለፈ ኣርእስቲ እዩ ኮይኑ ምሳይ ኮንኩም ክትከታተሉ ነቲ ዘሎ ትምህርቲ ክትርእይዎ ክትዕዘብዎ ክትምርምርዎ ብክብሪ ዕድመኩም ማለት እዩ እግዚኣብሔር ይሓልልኩም እዩ እግዚኣብሔር የፍቅረኩም እዩ ስለዚ እዚ ትምህርቲ ምናልባት ክሕድሰኩም ኾኑ ንገሌኹም ገሌኹም እውን እንታይ ዓይነት እዩ እዚ ርድኢ እዚ ምክንያቱስ እስኹም ዝለመድኩሞ ወይ ኣነ ገዛእ ሲልኹም ዝነበረ ኣረዳድኣ ስለ ዝኾነ ደሓር ግን ብዙሕ ምንባብን ምጽላይን ነቲ ሓቂ ምምርማርን እዚ ሓቂ እዚ ክበርሃለይ ክኢሉ ማለት ስለዚ ንስኻትኩም ከምኡ ተመሳሳሊ ካበይ መጺኡ ዝኾነ ነገር ክንቅበሎን ከለና ክምርምሮ ክንፈልጦን ኣለና ምክንያቱስ ብልማድ ዝተወራረሰ ኣሎ ነቲ ሓቂ ስለዚ ከም ዝነገለጽኩዎ ነዚ ናይ መብርሂ ካበይ ከም ዝመጸ እውን ኣብቲ ቀዳይ ክፋል ስለ ዘሎ ሎሚ ደግሞ ኣየድልን ስለዚ ምንጩ ካበይ ከም ዝጀመረ ኣብቲ ቀዳማይ ክፋል ገሊጸዮ ስለ ዘለኹ ሎማዓንቲ ምድጋሙ ኣይደልን። ስለዚ ሎማዓንቲ ግን ኣብቲ ካልኣይ ክፋል ኣብ ምንታይ ከተኩር ኩሉ ግዜ ንሕና እቶም ዝተወዝቱ ወይ ድማ እሶም ዝበለጸ ከም ዘጋጥሞም ዝበለጸ ዕጫ ከም ዝበጽሖም እቶም ዝተሓድጉ ከኣ ሕማቕ ከም ዘጋጥሞም መከራ ከም ዘጋጥሞም መስለና ከምኡ እዩ ዝትርጎም መብዝሕትኡ ግዜ ንሰምዖ እሱ ግን እቲ ሓቂ ግን ኣንጻሩ እዩ። እንታይ ኢል መሰልኪ ኣሎም መዓልቲ ንዑ ከብሬ ሎሚ ኣብኡኩም እየ ከተኩም ማለት እዩ ኣብቲ ካልኣይ ሳልሳይ ዝመጽእ ዘሎ ጊን እቲ ዘሎ ፍጻሜታት በብሓደ እቲ ኡ ዘሎ ትንቢታት በብሓደ ከመይ ገሩ ኩም ተፈጸመ ዝርዝራዊ ዝርዝር መብርሂ ክህብ እየ ማለት ስለ ናይ ሎሚ ጊን እንታይ እዩ እቶም ተሓድጉ ከመይ ዓይነት እዮም እቶም ተወስዱ ከ ከመይ ዓይነት እዮም ምውሳድ ማለት ምሕዳግ ማለት ከ እንታይ ማለት እዩ ኣብቲ ኩሉ ጽሑፍ ምርኩስ ምግባር ክነግሮ እየ ማለት እዩ ክብሪ ንኣምላኽ ይኹን የሱስ ጎይታ እዩ ስለዚ ኣብኡ ንሕለፍ እቲ እንታይ እዩ ገሊኦም ከም ዝተቐትሉ ገሊኦም ከም ዝውሰዱን ገሊኦም ድማ ከም ዝሕደጉን ጎይታ ብትንቢት ይነግሮም ማለት እዩ ስለዚ ኣይነት እዮም እቶም ዝቕተሉ፣ ኣይነት እዮም እቶም ዝወሰዱ፣ እንታይ ከ ዘጋጥሞም፣ እቶም ዝሕደጉ ከ ከመይ ዓይነት እዮም፣ እዚ ክንፈልጦ ኣለና ማለት እዩ። ቅድሚ እንታይ ዓይነት እዮም እቶም ሰባት ቅድሚ ምብፃሕና ኣብኡ ወይ ከመይ ኩነታት ከም ዝነበረ ቅድሚ ብዛዕብኡ ምዝራብና፣ ነቲ ንኸጋጥም ተዳልዩ ዘሎ ክነግሮም ከሎ ጎይታ እንታይ ዓይነት ስምዒት ኔርዎ ጎይታ ኣምላኽሲ ከመይ ይስምዖ ሰባት ሽግር ከጋጥሞም ከሎ እዞም ፈልጦ ይባሃል ምክንያቱ ባህሪ ኣምላኽ ኩሉ ግዜ ከነስተውዕለና ኣምላኽ ባህሩ ዘይለወጥ እዩ ኩነታት ክቀያየር ይኽእል እዩ ኣምላኽ ግን ባህሪ ይልወጥን እዩ ስለዚ እግዚኣብሔር ከዓ ኩሉ ግዜ ሰናይ እግዚኣብሔር ኩሉ ግዜ ፍቅሪ እግዚኣብሔር ኩሉ ግዜ ብርሃን እዩ ይብልና ነርና መንፈስ እዩ ስለዚ እንታይ እዩ ነይሩ? ጐይታ ነቲ ዘለዎም ኣካይዳ ከዐሪ ደልዩ ነይሩ። ነቲ ጕዕዞኦም፣ ጕዕዞ ህይወቶም ከዐርዮ ደልዩ ነይሩ። ሓድሽ ኣገባብ ናይ ህይወት ከኣ ኣርእይዎም ነይሩ። ኣብቲ እዋን'ቲ እስራኤላውያን ኣብ ትሕቲ መግዛእቲ ናይ ሮም እዮም ነይሮም፣ ናይ ኢምፐርያሊዝም ናይ ሮም ማለት እዩ። ንሱ ኸኣ ኣብ ክንዲ እቲ ሓድሽ መንገዲ ዘርኣዮም ጐይታ ኸኣ ኣብቲ እዋን'ቲ ጸላእቶም ዝረኣዩ ዝነበሩ ሮማውያን ማለት እዩ። ንስኻ ኣብ ክንዲ ንጸላኢኻ ብጎነጽ ክትዓልዎም ምፍታን ከተልግሶ ምፍታን ንሶ ከምኡ ገብርዎ ነይሮም እዮም ደረጃታት ደኣ እዩ ብርቱዕ ብጣዕሚ ይነበረ እምበር ፈተናታት ናቶም ናቶም ሬዚስታንሲ ዘርእይዎ ነበሩ ብተኸታታሊ ይገብርዎ ነይሮም ማለት እዩ የርእዩ ነይሮም ሬዚስታንስ ሬዚስት ይገብሩ ነይሩ ነቲ ናይ መግዛእቲ ናይቶም ሮማውያን ማለት እዩ ዝመጽእ ሕጂ ከምኡ እግዚኣብሔር ከ እንታይ እዩ ወይ ጎይታ እንታይ እዩ ሓድሽ መገዲ ዘርኣዮም ንጸላኢኻ ሲ ኣክንዲ ንስኻ ብጎነጽ ክትዓልዎ ምፍታን ድሕሪኡ እውን ከምኡ ፍታንካ ዘምጽኦ ሳዕቤን ኣሎ ምክንያቱ ሰም ገዛእት እዮም ሓይሊ ኣለዎም ስልጣን ኣለዎም ኣብ ልዕሊኦም እሶም ነቲ ኣብ ልዕሊኦም ዘለዎም ስልጣን ኣይንግዛእን ኢሎም ክጻረሩ እንከለዉ ዝመጾም ሳዕቤን ነይርዎ እዩ ዝመጽእ ሳዕቤን ድማ ክዓጹ ይደልዮም ጎይታ ካብኡ ክወጹ ይደልዎም ነይሩ ሓደ ቅምጽ ሳዕቤን ናብ ሳዕቤን ደብጽሕ ተግባር ከይገብሩ ንርእሶካ ንጸላእቶም ከፍቅሩ ይደልዎም ነይሩ ብፍቕሪ ከኣ ክስዕሩ ከም ዝኽእሉ ርእይዎም ነይሩ እዩ ወይ ምሂርዎም እዩ እዚ ክገብሩ ተኸኢሎም እዚ እሱም ከምዚ ዓይነት ማይንድ ሰት ነይርዎም ንጸላኢኻ ክትቃወሞ ኣለካ ንጸላኢኻ ክትጸሉ ኣለካ ዝብል ኔርዎም ንሶም ካብ ኣቦታቶም ተማሃርዎ ጎይታ መጺኡ ከኣ ንዕኡ ክቅይሮ ንሱ ኣርኣያ ኮይኑ መጺኡ ሕጂ ንሶም ካብቲ ነበሮም ረዲኢ ኣተሓሳስባ ክንስሑ ኔርዎም ሜታኖያ እዚ ሜታኖያ ዝበሃል ብዝቋንቋ እዚ ማለት እዩ ንስሓ ማለት እዩ ግን ንስሓ ብዙሕቲ ግዜ ንሕና ንፈልጦ ንሰምዖ ክትግበር ንሪኦ እውን ብሓጢኣትካ ክትበኪ ምውዓል፣ ትም ኢልካ ምቑዝዛም፣ ክትቁዝም ክትቁዝም ምውዓል። ብዙሕ ግዜ እውን ኣነ ዝካፈሎን ዝሳተፎን ነበርኩ፣ ሓዳሪ ጸሎት ተባሂሉ ገለ ወይ ገለ ኣሎ ከምዚ ጌርና ሓጢኣት ጌርና ኢልካ ትበኪ ትበኪ ከምኡ ኣይኮነን እቲ ንስሓ ንስሓ ሓጢኣት ጌርና ኢልካ ምብካይ ዘይኮነሲ ሱር በተኽ ዝኾነ ኣተሓሳስባ ምቕያር ማለት እዩ። ነቲ ኣካይዳ ህይወትካ በቲ ሰብ እኮ በቲ ዝሓስቦ እዩ ዝነብር እንታይ ትሓስብ ኣለኻ እቲ መእምሮኻ ዘሎ እቲ ልብኻ ዘሎ ንዑ ኢኻ እትግብሮ ስለዚ ነቲ ግጉይ ነዚ ነገር እዚ ክትገድፎ ዘለካ ንዑ እዩ ራዲካል ቼንጅ እዩ እቲ ንስሓ ዝበሃል ነቲ ዘይከውን ክትገድፎ ኣለካ ነቲ ናይ ኣምላኽ ሓሳብ ናይ ኣምላኽ ህይወት ዝተዋህበካ ኣብኡ ክትነብር ኣለካ ነቲ ክትድርብዮ ኣለካ እዚ እዩ እቲ ንስሓ እምበር ምቑዛም ማለት እያ። ኩሉ ግዜ ክትቁዝም ምውዓል ግን ለውጢ ዘየለ ኣብኡ ጥራይ ኮፍ ኢልካ ቆዚምካ ምሕዳር ትርጉም የብሉን። ምኽንያቱ ኣነ ብዙሓን ዝፈልጦም ኔሮምሲ ምሉት መዓልቲ ትቁዝም ሓጢኣት ገይረ በዲለ ኢልካ ክትቁዝም ትውዕል ግን ናይ ህይወት ለውጢ ተምፅእን ኢኻ ዘለኻ ናይ ኣካይዳ ለውጢ ናይ ኣተሓሳስባ ለውጢ እዩ። ስለዚ ራዲካል ቸንጅ ኦፍ ማይንድ ናይ ማይንድ ናትካ ክትቅይሮ ኣተሓሳስባ ክትቅይሮ ኣለካ ማለት እዩ። ስለዚ እቲ ዝነብርዎ ዝነበሩ ሓሳብ፣ ብዛዕባ መንግስቲ ዝነበሮም ሓሳብ፣ ብዛዕባ ህይወቶም ዝነበሩ ሓሳብ፣ ብዛዕባ ኣምላኽ ዝነበሮም ሓሳብ ተቐይሩ፣ መርገጽ ናይ ኣምላኽ፣ ባህሪ ናይ ኣምላኽ ፈሊጦሞ ነዚ ነገር እዚ ተቐቢሎም ክኸዱ እዩ ነይርዎም። በዚኦም ከኣ ክስዕሩ ኣምላኽ ደልዎም ነይሩ። ግን ስለዚ ነቲ ናይ ቀደም ኣተሓሳስባኦም ደርብዮም ነዚ ሓድሽ ሓሳብ፣ ነቲ ናይ ላዕሊ ሓሳብ፣ ናይ ኣምላኽ ሓሳብ ክቕበሉ እዩ ደልዎም ነይሩ ኣምላኽ። ንሶም ግን ኣይተቐበልዎን። ነዚ ብዘይምቕባሎም ከኣ፣ መወዳእታ ናይቲ ሒዞሞ ዝኸዱ ዘለዉ መንገዲ ናበይ ከም ዘብጽሖምሲ ርእዩ ጐይታ እንታይ ከም ዘጋጥሞም እቲ ሳዕቤን ክዓጽዎ እዩ እዚ ከም ዘለዉ ንድሕር ቀጺሎም ርእዩ እዩ ሓዚኑሎም ስለዚ ኣምላኽ ኣብዚ ጐይታ ክዛረቦም ከሎ ከምዝን ከምዝን ከምዝን ከጋጥም ክብል ከሎ ንሱ ይኮነን ንዑ ንኸጋጥም ዝገብሮ ዘሎ ንኣብነት ንሓደ ሰብሲ ወይ ንዓና ኣቦ እንተኾንካ ንውላድካ ወይ ኣደ እንተኾንኪ ንውላድኪ ነቲ ሩስን ነገርሲ ኣይትሓዞ ነቲ ስቶቭ ንኣብነትሲ ኣይትሓዞ ትብሎ ንሓዊ ይትሓዘ ሓዊ እንድሕር ሒዝካያ ሰይ ከተቃፅለካ እያ ትብሎ ሕጂ እሱ ከምኡ እንዳበልካዮም ከለኻ ነቲ ሓዊ እንድሕር ሒዙዋ ተቓፂሉ ንስኻ ኮንካ ነቲ ሓዊ ከተቃጽሎ ጌርካያ ዘለኻ እሱ ኢዱ ኣብቲ ሓዊ ምእታዉ እዩ ምቅጻል ኣምጺእሉ ዘረባ ናትካ እንድሕር ሰሚዑ ግን ካብ ምቅጻል ክድሕን ይኽእል እዩ ስለዚ ጎይታ ከኣ ዝነግሮም ዘሎ እቲ ዝነበሮም ኣካይዳ ናበይ ከም ዘብጽሖም ፈሊጡ እዩ ካልእ ህይወት ኣካይዳ ዝነገሮም እሶም ነዚ ምእባዮም በቲ ዝኸድዎ ዝነበሩ መንገዲ ክቅጽሉ ናቶም ውሳነ ኮይኑ እግዚኣብሔር ከኣ ወሳናቶም ኣከልክሎ ይክእል እዩ ግን ይሓዝን ከኣ እግዚኣብሔር ከኣ ንሶም በቲ ውሳኖም ክጥፋኣት ክርክዑ ክጋጥሞም ከሎ ኣይሕጎስን እዩ እንታይ ድኣ ይሓዝነሎም እዩ ነይሩ ከም ዝሓዘነሎም እቲ ትንቢት ክነግሮም ከሎ እኮ እሱ ቀዲሙ እንታይ ከም ዘጋጥሞም ሪኡ ነጊርዎም መንገዲ ከመይ ገይሮም ክቅየሩ ከም ዝኽእሉ ብኡ ክነብሩ ከም ዝኽእሉ ነጊርዎም እታ መንግስቲ ከመይ ምዃና ነጊርዎም ስለዚ እቲ ክወጽሉ ዝኽእሉ መንገዲ እቲ ህይወት ክረኽብሉ ዝኽእሉ፣ እቲ ተጓነጽቲ ካብ ምዃን፣ እቲ ናብ ዕረፍቲ ዘእቱ መንገዲ ነጊርዎም፣ ንዕኡ እንድሕሪ ተጠቒሞም፣ ነቲ ምኽርና ሰሚዖም ብኡ እንድሕሪ ኣሚኖም፣ እሶም ፍረ ጽድቂ እዮም ክዓጽዱ፣ ሰላም እዮም ክዓጽዱ፣ ሓጎስ እዮም ክዓጽዱ። ንሶም ግን በቲ ዝኸድዎ ዘነበሩ መንገዲ ክኸዱ ፈትዮም፣ ፈትዮም ማለት እዩ። ስለዚ ክኸዱ ከለዉ እምበኣር ኣብ መወዳእታ ዝጽበዮም ነገር ኣሎ ማለት እዩ። ኣይጸላእቱን እዮም ክወድቁ ማለት እዩ ነዚ ከኣ ሓዚኑሎም ስለዚ ኣይሕጎስን እዩ ጎይታ ማለት እዩ በቲ ዘጋጥሞም ንኣብነት ወንጌል ዓሰርተ ትሽዓተ ከምዚ ይብለና ካብ ጥቕሲ ኣርብዓን ሓደን ክሳብ ኣርብዓን ኣርባዕተን ከምሎ ምስ ቀረበን ምስ ቀረበ ነታ ከተማ ምስ ረኣያን ምስ ቀረበን ጎይታ ነታ ከተማ ምስ ረኣያ ከምዚ ኢሉ በኸየላ ስለዚ በኺዩላ እዩ እቲ ዘጋጥማ ከጋጥማ ተዳልዩ ዘሎ ስድርኣያ በኺዩሉ በኺዩላ ሓዚኑላ ኣየ ንስኺ በዛ መዓልትኺ ንሰላምኪ ዝኸውን ነገር እንተትፈልጢ ስለዚ ኣነየ ሰላም ናትኪ ነይረ እዚ ንዓኺ ዝዳልየልኪ ዘለኹ ኣነ መፅእኪ ዘለኹ እንተትፈልጢ ነርኪ ተተቐበልኒ ነርኪ ንዓይ ሕጂ ግና ካብ ዓይንኺ ተኸዊሉ ኣሎ ኣቢኺ ሕጂ ተኸዊሉ ኣሎ ካብ ዓይንኺ ንየሩሳሌም ይዛረብ ኣሎ ጸላእቲ ቐጽሪ ቀጺሮም ዝዘርኹ መዓልቲ ክትመጽእኪ እያ እሞ ክኸቡኺን በዝን በትን ከኣ ከጽንብልኪ እዮም ስለዚ እዚ እንተ ንዓይ ተትመቐበልኒ ኔርክን ነዚ ናተይ ህይወት ተትቕበልዮ ኔርኪ ብኣይ ተትኣምኒ ኔርኪ ሲ ካብዚ ምድሓንኪ ኔሩ ምምላጥ ናትኪ ከኣ ብኣይ ምኾነልኪ ኔሩ ኣነ ከኣ እቲ መንገዲ ኣርእየኪ ኣነ ባዕለይ መንገዲ ኮይነ መጽየ ኣለኹ በቲ ናተይ ህይወት እንድሕር ክትነብሩ ጀሚርኩም ካብ ጸላኢኹምሲ ሓንቲ ዕድል ኣይምረኸበን ኣብ ርእሲኹም ማለት እዩ። ክብሪ ንኣምላኽ ንሱስ ጎይታ እዩ። ስለዚ መምህር ኣለና፣ ረዳኢ ኣለና፣ ዝሓልየልና ብጥዑይ መንገዲ ዝመርሓና ኣለና። ዘመን ምሕረትኪ ሰኣን ምፍላጥክስ ኢሉ ሕጂ እምበር እታ ዘመን ምሕረታ ሰኣን ምፍላጣ እዩ ማለት እዩ። ንኣኽን ኣባኽን ንዝነብሩ ደቅኽን ክግምጥሉኺ እምኒ ብልዕሊ እምኒ እውን ኣይክሓድግልኩን እዮም ክግምጥሉኺ እዮም ንብላ ኣሎ ሕጂ ስለዚ እምኒ ብልዕሊ እምኒ ኣይክሓድግልክን እዮ ስለዚ እዚ ክርድኣና ኣለዎ ማለት እዩ ኦኬ ሎቃት ስራሕ ኣለንካ ከም ይብለና ሕጂ ከመይ ይኸውን ከዓ ይነግሮም ማለት እዩ ከመይ ይኸውን ሉቃስ 2 ሓደ ካብ ጥቕሲ 2 ሳብ 24 የሩሳሌም ብሰራዊት ተኸቢባ እንተርእኹም ሽዑ ጥፍኣት ከም ዝቐረበ ፍለጡ። ስለዚ እምበኣር፣ ጸላእቲ እዮም ክመጹ፣ ጸላእቲ እዮም ክመጹ፣ ጥፍኣት ከም ዝቐረበ ፍለጡ ይብሎም ኣሎ። ሽዑ ኣብ ኣይሁድ ኣብ ይሁዳ ዘለዉ ናብ ኣኽራን ይህደሙ፣ ንስኻ ኣብ ይሁዳ ክስብ ይሁዳ እዮም ከምዘለኺ ንእስራኤላውያን ይዛረብ ዘሎ፣ ናብ ኣኽራን ይህደሙ፣ ኣብ ውሽጣ ዘለዉ ከኣ ካብኣ ይውጽኡ፣ ኣብ ኣብ ሃገር ሰብ ኣብ ሃገረ ሰብ ዘለዉ እውን ናብኣ ኣይእተዉ። እዚ እቲ ጽሑፍ ዘበለ ምእንቲ ክፍጸም ወርሓት ሕነ እዩ። በተን መዓልትታት እቲኣተን ግና ንጥኑሳትን ንዘጥብዋን ወይልኤን፣ ኣብ ምድሪ ብርቱዕ መከራ ክኸውን እዩ እሞ፣ ኣብዚ ህዝቢ እዚ፣ ኣብዚ ነዚ ነቲ ዝሰምዖ ዘሎ ህዝቢ ማለት እዩ፣ ኣብቲ ሽዑ ዝነበረ ወለዶ ማለት እዩ፣ ህዝቢ እዚ ድማ መዓት ክወርድ እዩ፣ ብስሕለት ሕጂ ጋዎም ከኣ ከመይ ክኸውን እነግር ኣሎ፣ ብስሕለት ሰይፊ ክወድቁ፣ ናብ ኩሎም ኣህዛብ እውን ክማረኹ፣ ባሮት ክኾኑ እዮም፣ ኣብ ኩሎም ኣህዛብ ፋሕ ክብሉ እዮም ማለት እዩ። ክማረኹ እዮም። ዘመናት ኣህዛብ ክሳዕ ዝፍጸም የሩሳሌም በህዛብ ክትርገጽ እያ። ስለዚ ክትርገጽ እያ ማለት እዩ። እምኒ ርእሲ እምኒ ከኣ ኣይክተርፍን እዩ። ኣይክሓትዉልኩን እዮም። ክግምጥሉኹ እዮም ንዓኻን ንደቅኻን ከኣ ይብል። ስለዚ ነዚ እዩ ነይሩ እምበኣር እቲ ዝበሎ ኩሉ። እዚ ነገር እዚ ክነግሮም ከሎ እምበኣር ንሱ ኣቐዲሙ ርእዩ ይኣብዩ ከም ዘለዉ ርእዩ እዩ በቲ መንገዶም ሓርዮሞ ዘለዉ ቅጽሉ ናቶም ፍቓድ ከም ምዃኑ ርእዩ ግን ኣይ ደስ ኣይበሎን ከኣ ጥፍኣቶም ስለ ዝመርጹ ዘለዉ ሰብ ንጥፍኣቶም ስለ ዘኸዱ ዘለዉ እዚ ክፈልጥ ኣለና ምክንያቱ እንድሕሪና ከምቲ ዓንተ ዝበልክዎ እውን እግዚኣብሔር የጠንቅቆም እዩ ዘሎ ክምለሱ እዩ ትዕላማ ስለዚ ኣበዩ ግን ክኾኑ እቲ ዝኾነ እቲ ዝኸውን ከዓ ነጊርዎም ማለት እዩ ምክንያቱ እንድሕሪና ኣብ መንጎ ቃኤልን ኣቤልን ምቅፃት ነይሩ ቃኤል ቀኒኡ ተፀዊጉ ምክንያቱ ንሱ ካብቲ ናይ ሕርሻ ናቱ ምፅኡ ኣቤል ከዓ ካብቲ ጉጓሳ ዝነበረ ካብቲ ስቡሕ ጥሪቱ ምጺኡ መስዋእቲ ኣቕሪቡ ንኣምላኽ ማለት እዩ። ኣምላኽ ናይ መስዋእቲ ናይ ኣቤል ተቐቢሉ ናይ ቃየል ከኣ ኣይተቐበሎን። ሕጂ ንሱ ሓሪቑ ገጹ ጸዊጉ ከም ዝነበረ ይነግረና መጽሓፍ ቅዱስ ማለት እዩ። ስለዚ ገጽካ ይበርሀን ጽቡቅ ጌርካ ትኾን ነይሩ ገጽካ ምበርሀ ነይሩ ይብሎ ኣምላኽ ማለት እዩ። ሕጂ እንታይ እቲ ርእሲ ግን ገና ሕጂ ቀተሎን ኣሎ ንኣቤል ጎይታ እንታይ ኢልዎ ኣምላኽ እንታይ ኢልዎ ሓጢኣት ኣብ ኣፍ ደገ ኮይና ትቃጸወካ ኣላ ስለዚ ይነገሮ ኣሎ ከምዚ ክኸውን እዩ ይብሎ ንስኻ ንሳ ክስዕረካ ትደሊ ኣላ ንስኻ ግና ከም ትስዕራ ግበር ስለዚ ከምዚ ኣሎ ኣብ ደገ ከምዚ ክኸውን እዩ ማለት ክገብሮ እየ ማለት ኣይኮኑ ንስኻ ከምዚ በዚ ከ ዘላ ከምዚ ክትገብር ኢኻ ግን ተቋያጸሮ ነዚ ነገር እዚ ደው ኣብሎ ጐይታ ኸምኡ እዩ ዝብሎም ነይሩ እምበኣር፣ ናባይ ምጹ እዩ ዝብሎም ነይሩ ማለት እዩ። ብኣይ ተመሃሩ፣ ካባይ ተመሃሩ፣ ናተይ ህይወት ተቐበሉ፣ ኣነ ኣምላኽኩም፣ ኣነ ንጉስኩም፣ ኣነ መንገዲ ሕጂ ክወስደኩም፣ ናብቲ ክዘእትወኩም ምሳይ ንዑና እዩ ዝብሎም ዘሎ ማለት እዩ። ናብቲ መንግስቲ ኣምላኽ። እሶም መንግስቲ ናቶም እዮም ደልዮም ነይሮም፣ ግን እታ መንግስቲ ናይ የሱስ ክርስቶስ እያ። ክብሪ ንስሙ ይኹን፣ የሱስ ጐይታ እዩ። እዚ ክትፈልጡ ኣዝዩ ጽቡቕን ኣገዳስን እዩ ማለት። ስለዚ እስራኤላውያን ባሮት ኰይኖም ነይሮም፣ ባሮት ኮይኖም እዮም ነይሮም ስለዚ መን እዮም ከሕጂ ሕጂ ክልተ ነይሮም ኣብዚ ክልተ ሰማዕቲ ነይሮም ገሊኦም ብኡ ዝኣምኑ ኣይሁድ ገሊኦም ዝኣመኑ ኣይሁድ ነበሩ ኩሎም ኣይሁድ እዮም ነብቲ ማለት ዝኣመንዎ ገሊኦም ካ ዘይኣመንዎ ሕጂ ካብቶም ዝኣመንዎ እቶም ሃዋርያ ካልኦትን ከዓ ነይሮም ማለት ደቂ መዛሙር ዝኾኑ ስለዚ ይነግሮም እዩ ዘሎ ማለት ሕጂ ሕጂ እቲኦም ነቲ ቃል ዝበሎ ነቲ ትንቢት ዝነግሮም ዘሎ ኣዋሃሊሎሞ ክፃቦ እየ ማለት ገሊኦም ግና ከም ነቢ ከማን ስለይተቐበልዎ ስለስ ዝሰቕልዎ ክሰቕልዎ ሰዝኾኑ ውን ብኡ ተወዲኡልና ኢሎም እዚ መስሓቲ እዩ ሰዝበሉ እቲ ዝበሎም ኩሉ ንሶም በቲ ናቶም መንገዲ እዮም ክኸዱ ደልዮም ንሱ ከኣ መንገዲ ኣምላኽ ምስ ነገሮም መንገድኻ ኣነ እየ ሰዝበሎም እቲ መንገዲ ናቱ እቲ ህይወት ናቱ እዚ ክኸውን ኣይክእልንዩ መሲህ ኢሎም ማለት እዩ ስለዚ እቲ መሲህ እዩ ንዕኦም መፍትሒ ዘምጽእ መሲህ እዩ ምድሓን ዘምጽእ ካብ ሰኣይ ጀሚሩ ናብ ኩሉ ንሶምግን ከምኡ ኣይኮኑን ደልዮም ነይሮም ነዚን ስለ ዝኣበዩ እዚውን ስለ ዘይ ኣብ ኣእምሮኦም ስለ ዘየሰላሰልዎ ስለ ዘይደነጸግዎ ነዚ ናቱ መልእኽቲ ንሶም እዮም ክጠፍኡ ማለት እቶም ብኡ ዘይኣምኑ ኣይሁድ እዮም ማለት እዩ ስለዚ ብስዕለት ሰይፊ ዝወድቁ ንሶም እዮም ተማሪኾም ዝኸዱ ንሶም እዮም እስራኤላውያን ምስ ተማረኹ ናብ ኩሉ ኣህዛብ እዮም ከይዶም ኣብ ኩሉ ግዝኣት ናይ ሮም ዝነበረ እዮም ከይዶም ኣብ ክሳብ ናይ ግብጺ ከይዶም ማዕድን ኣብ ማዕድን ይሰርሑ ነይሮም ብነጻ ጉልበቱ ባራዩ ኮይኑ ነይሩ ኣብ ኩሉ ቦታ ፋሕ ኢሎም ነይሮም ማለት እዩ ኣብ ኩሉ ቦታ ፋሕ ኢሎም ነይሩ ባራዩ ኮይኖም እስራኤላውያን ማለት እዩ እዚኦም ሕጂ ስለዚ እንታይ ገሊኦም ክቕተሉ እዮም ገሊኦም ክውሰዱ እዮም እቶም ዝውሰዱ ባሮት እዮም ዝኾኑ ዘለዉ እቶም ዝቕተሉ ተቐቲሎም ሽዑ ዝሕደጉ ከዓ ኣለዉ ሰለስተ ማለት እዩ ስለዚ ዝቕተሉ ኣለዉ ዝውሰዱ ኣለዉ ሕጂ እቲ ዝውሰድ እምበኣር ሕጂ ባርያ ምዃን ማለት እዩ ንሕና ግን ዝውሰድ እንታይ መሲሉና ከምዚ እዩ ናበይ ምስ ኣምላኽ ትኸውን ኣይኮነን ንስኻ ተወሲድካ ባርያ ትኸውን ማለት እዩ ባርያ ትኸውን ምኽንያቱ እንታይ ኢልዎ ናብ ኩሎም ኣህዛብ ክማረኹ እዮም ዘመናት ኣህዛብ ክሳዕ ትፍጸም ሬሳሌም ብኣህዛብ ክትርገጽ እያ ስለዚ ባሮት እዮም ክኾኑ ዝውሰዱ ዘለዉ እቶም ዝሕደጉ እምበኣር ከምቲ ናይ ኖህ ኢሉኒ ነጊሩ ዘሎ ምሽ ናይ ኖህ ኣብነት ተጠቂሱ ካብ ኮነ ስድራ ኖህ ከኣ እታ ዝተረፈት እያ እቶም ካልኦት ጠፊኦም ስለዚ እቶም ዝሕደጉ እምበኣር እቶም ጽቡቅ ዝረኽቡ እዮም ጽቡቅ ዕጫ ዘለዎም እዮም ከምቲ ንሰምዖ ካብ ብዙሓት ውን ዝመሃር ዘይኮነስ እቶም ዝተርፉ እቶም ዝሕደጉ እምበኣር እቶም ጽቡቅ ዕጫ እቶም ናይ ጎይታ ዝኾኑ ዝተረፉ ሽዑ እዩ ዝነግረና እቲ ቃሉ ሰሚዖም እዚ ነገር እዚ ክኸውን ከሎ ምስ ረኣኹም፣ ተኸቢባ ኤርትራ ተኸቢባ ምስ ረኣኹም፣ ተደፍኣት ከም ዝቐረበት ፈሊጥኩም ከምዚ ግበሩ ከምዚ ግበሩ እንታይ ኢልዎም ነይሩ ኣብ ጋብታ ድማ ሽዑ ኣብ ይሁዳ ዘለዉ ናብ ኣኽራን ይህደሙ ኢሉ ኣብ ውሽጣ ዘለዉ ከኣ ካብኣ ይውጽኡ ኣብ ሃገረ ሰብ ዘለዉ ውን ናብኣ ኣይእተዉ እዚ እቲ ጽሑፍ ዘበለ ምእንቲ ክፍጸምሲ ወርሓት ሕነ እዩ በታ መዓልታቲኣተን ግና ንጥኑሳት ንዘጥብዋን ወይለ ምኽንያቱ ኣብ ይሁዳ እዩ ጀሚሩ እቲ ከበባ እቲ መጀመርታ ማለት እዩ ስለዚ እቲ ዝነበረ ምፅራር በእስራኤላውያን ኣንፃር ግዝኣት ናይ ሮማ ማለት እዩ ንዕኡ ጧዕዋዕ ዘበሉ ሮማውያን ኣብቲ ሰሜናዊ ናይ ይሁዳ ማለት እዩ እዚ ክሳብ ስሳን ሸሞንተን ዘሎ ግዜ ማለት ድሕሪኡ እቲ ካልኣይ ግዜ ዝኸውን ዘሎ እምበኣር ኣብዚ ንስኹ ተህዞም ኢልዎም ማለት እዩ እቲ ሰብዓ ከዓ ናይ የሩሳሌም ብኩሉ ተኸቢባ ትጠፍእ ማለት ድሕሪ ሞት ናይ ኔሮማ ስለዚ እዚ ዝተፈጸመ እዩ ማለት እዩ ንኣብነት እቶም ዝሕደጉ ከኣ ከም ናይ ኖህ ዝበለ ንኣብነት እቶም ዝተረፉ እዮም። እዚኦም እኳ እቶም ኣመንቲ እዮም። ምትራፍ ማለት ከኣ ምውጻእ ማለት እዩ። ምትራፍ ብህይወት ምውጻእ ማለት ብህይወት ምውጻእ ከኣ እቲ እግዚኣብሄር ዝነገሮም ጥበብ ተጠቒሞም ማለት እዩ ጎይታ ዝነገሮም ጥበብ ምኽንያቱ ከም እንታይ ይብለና ወንጌል ማቴዎስ ዕስራን ኣርባዕተን ካብ ሰላሳን ሸሞንተ ክሳብ ሰላሳን ትሽዓተን እንታይ ይብለና ከምቲ ብቕድሚ ማይ ኣይሂ ዝነበረ ክሳዕ እታ ኖህ ናብ መርከብ ዝኣተወላ መዓልቲ ይበልዑን ይሰትዩን የእትዉን ይተኣተዉን ግዲ ኣይነበሮምን። እቲኦም ግን ክጥንቀቑ ነጊርዎም። እቲኦም ንዘረባ ናይ ጐይታ፣ እቲ መልእኽቲ ናይ ጐይታ ግዲ ይገበሩሉን ንዒቖሞ እዮም ነይሮም ማለት እዩ። ስለዚ እቲ ዝመጽእ ከኣ መጺኦም ማለት እዩ። ማያሂ መጺኡ፣ ጥቕሲ ሰላሳን ትሽዓተን ማቴዎስ ዕስራን ኣርባዕተን፣ ማያሂ መጺኡ ንዅሉ ክሳዕ ዘጥፍእ ኣይፈለጡን። ምጽኣት ወዲ ሰብ ድማ ሁ ሕጂ ምጽኣት ወዲ ሰብ ድማ እቲ ፍርዲ እቲ ዝበሎ ክፍጸም ማለት እዩ እዚ እቲ ምጽኣት ዝብሎ ዘሎ ወዲ ሰብ ድማ ከምኡ ክኸውን እዩ ማለት እዩ ምክንያቱ እታ ናይ ናይ ክንደግማ ሕጂ ክደግማ ሕጂ እታ ናይ ኖህ ቀዳማይ ጴጥሮስ ሰለስተ ዕስራ ትዕግስቲ ኣምላኽ መዓልትታት ኖህ ምስ ተጸበየት እታ መርከብ ክትስራሕ ከላ ብኣ ሒደት ማለት ሸሞንተ ነፍሲ ብማይ ዝደሓናላ ስለዚ ሒደት ሸሞንተ እዮም ማለት እዮም ዝደሓኑ እቲ ኣብዚ ሕጂ ከኣ ዝድሕኑ ዝነግረና ዘሎ ካብቲ ጸላኢ ዘምልጡ እቶም ብጎይታ ዝኣመኑ እዮም እቶም ክርስትያናት እዮም ማለት እዩ እቶም ተኸተልቲ ጎይታ እቶም ደቂ መዛሙርቲ ናይ ጎይታ ንሶም እዮም ነቶም ቀደም ዘይኣመኑ ሰበኸሎም ስለዚ ተነጊርዎም እዩ ጎይታ እውን ነጊርዎም እቶም ደቂ መዛሙርቲ ናይ ጎይታ እውን ወንጌል ነጊሮም ኣስፋሕፊሑ እዩ ንሶም ግን ኣሲሮሞም፣ ስደት ኣውሪዶምሎም፣ ቀቲሎሞም፣ ብዝተፈላለየ መንገዲ ነቲ መልእኽቲ ኣፍሪሶሞ፣ ፈቲኖም ንሶም ኣይዕገትኒ ግን ክንገሩ ግን ኔርዎም ቅድሚ ጥፍኣት ምምጻእ። ስለዚ እቶም ዝኣመኑ ከምኡ ተረዲእዎም እቲ መዓልቲ እቲ ግዜ ይቐርብ ከም ተረዲእዎም ነቲ ግዜ ይጻበዩ ኔሮም ኣምሊጦም ምስ ኮነ ምስ ተፈጸመ። ክብሪ ንኣምላኽ ይኹን የሱስ ጎይታ እዩ። ስለዚ እቶም ዝተረፉ እምበኣር ኣይሁድ ብጐይታ ዝኣመኑ ዀይኖም ነቲ ጐይታ በቲ ዝመጽእ ጥፍኣት ዝነገሮም ቃል ዝኣመኑን ነቲ ኻብኡ ንኸምልጡ ዝኽእሉሉ ኣገባብ ተጠቒሞም ዝተረፉ ወይ ዝተሓድጉ እዮም። ልክዕ ከምቲ ኖህ ዝተገብሮ ዝተግበሩ ነቲ ዝተባህሉ። ስለዚ ከምቲ ኖህ ከምዚ ግበር ዝበሎ መርከብ ኣዳሉ ዝበሎ ንሶም እውን ከመይ ገይሮም ከም ዘምልጡ ተነጊርዎም ተግቢሮሞ ድሒኖም። ክብሪ ንኣምላኽ ይኹን። የሱስ ጐይታ እዩ። ስለዚ እቲ ምድሓን እቲ ምሕዳግ ማለት እቲ ምሕዳግ ከኣ ከመይ ጌርካ ከም ትሕደግ ከም ትድሕን ኣገባብ ኔሩ ሳኻ ምምላጥ ማለት እዩ እቲ ምልክታት ክርኢ እንከሎ ስለዚ ኣብቲ ክቅመጥ ዘሎ ሕጂ እቲ ምልክታት እቲ በብሓደ ከም ዘርዝሮና ተዘርዚረ ክገልጾ እየ ማለት ሕጂ ግን እቲ ምሕዳግ እቲ ምውሳድ እቲ ምቕታል ጥራይ ዝዛረብ ዘለኹ ኣነ ማለት እዩ ወንጌል ማቴዎስ ዕስራን ኣርባዕተን ካብቶ ዓሰርተ ሓሙሽተ ክሳብ ዕስራን ሃለን ከምዚ ይብለና፣ እቲ ብነቢና ዳንኤል እተባህለ ናይ ጥፍኣት ርኽሰት ኣብታ ቅድስቲ ስፍራ ቈይሙ እንተ ርኤኹም፣ እቲ ዘንብብ የስተውዕል። ስለ እተውዕሉ እንተ ርኤኹም እብሎም ኣሎ፣ ኣስተውዕሉ። እዚ ነገር እንተ ርኢኹምሲ፣ እዚ እተንብቦ ዘለኹም ኣስተውዕሉ እንታይ ይብለኩም ኣሎ? እቲ ዘንብብ ኣብቲ ኣብኡ ዘሎ ከመይ ምዃኑ ፈላጽማ ናይ ትንቢት ዳንኤል እውን ኣስተውዕሉ ይብሎም ኣሎ። እንታይ እዩ? ሽዑ እዚ ነገር እዚ ናይ ትንቢት ዳንኤል ዘሎ ክፍጸም ክርእይዎ እንከለኹም፣ ሽዑ ኻላስ ኣኺሉ ግዜ ማለት ኣይግበር'ዩ ኣሎ፣ ኣብ ይሁዳ ዘለዉ ናብ ኣኽራን ይህደሙ፣ ስለ ዝትገዝኣ ከኣ እቲ ገዛውቲ ተሃንጹ ካልእ ዓይነት ነይሩ ከምዚ ናይ ሕጂ ተሃነጸ ኣይኮን ነይሩ ማለት እዩ እንታይ ብለና ኣሎ ኣብ ዝባን ናሕሲ ዘለዉ ከኣ ኣብ ቤቱ ካብ ቤቱ ገለ ክማላእ ኣይውረድ ኣብ ወፍሪ ዘሎ ድማ ክዳኑ ክወስድ ንድሕሪት ኣይመለስ በታ ቐነቲኣ ግና ንጥኑሳትን ዘጥብዋን ወይ ምክንያቱ ይኸብደን ስለዝኾነ ናብትን ናብትን ክብላ ማለት እዩ ሸው መከራ ክኸውን እዩ ከምኡ ዝበለ ካብ መጀመርታ ዓለም ክሳዕ ሎሚ ዘይኮነ ስለዚ ኣብ መንጎ እዩ ዝኸውን ዘሎ ማለት እዩ ሕጂ ገሊኦም ሰባት ንመፃኢ ዝብልዎ ሲ ኣይከውን ነዚ እንድሕር ኣንቢብካ ወይ ኣንቢብኪ ሲ ክርድኣክ ይኽእል ወይ ክርድኣካ ይኽእል ንመፃኢ ከምዚ ይኮን ንምንታይ ሽዑ መከራ ክኸውን እዩ ምስ በለ ነያ እቲ መከራ ከመይ ዓይነት እዩ ይነግረሉ ከምኡ ዝበለ ካብ መጀመርታ ዓለም ክሳዕ ሎሚ ዘይኮነ ክሳዕ ሎሚ ክሳብ ዛረበሉ እንከሎ ዘይኮነ ክሳብ ትሽዑ ክዛረቦ እንከሎ ዘይኮነ ካብቲ ቅድሚኡ ነበረ ዝኸፍአ እዩ ማለት እዩ ኮቶ ድማ ዘይከውን እዩ እሞ ድሕሪኡ ከም ዘይከውን ስለዚ ኣብ ሓደ እዋን ተፈፀመ ንመን ግን ንዓለም ንእስራኤላውያን ማለት እዩ እዚ ዘጋጥም ዘሎ ንኣይሁድ ነቲ ሲስተም ናቶምሲ ከምኡ ተራእዩ ይፈልጥ ብዙሕ ግዜ ኣብ ውግእ ይማረኹ ነይሮም፣ ኣብ ዓዶም ከይዶም ባርያ ይኾኑ ነይሮም፣ ደሓር ይምለሱ ነይሮም፣ ብዙሕ ነገራት የጋጥም ነይሩ እዩ። እዚ ብሕጂ ዘጋጥሞም ንሽዑ ማለት እዩ ክዛረብ ከሎ ቅድሚኡ ተራእየን ድሕሪኡ እውን ኣይክህሉን እዩ ከምኡ ከቶ ድማ ዘይከውን እዩ እሞ እቲ ምህዳምኩም ብክረምቲ ወይ ብሰንበት ከይከውን ክትለምኑ ብቀዳም ማለት ሻባት ብሎ ማለት እዩ ስለዚ ከቢድ ከይኮነኩም ምክንያቱ ኣብ ግዜ ቀዳም ክትሃድም ከለካስ ዝተወሰነ ግዜ ኢኻ እትፍ ቦታ ክትከይድ ዝፍቀደልካ ብእግርኻ ቀዳ ዕረፍቲ እዩ ስለዚ ሓደ ኪሎሜትርን ፈረቓን ጥራይ ኢኻ ክትከይድ ዝፍ ማስት እንድሕር ነዊሕ መታን ክትከይድ ጸሉ ይብሎም ኣሎ ሕጂ ለሙን ይብሎም ኣሎ የሱስ ኮይታ ክብሪ ኣምላኽ ስለዚ ይንጽር እዩ ዘሎ እንድሕር ተረዲኡና ትጉሃት እንድሕር ኴንና ከነንብቦ ጀሚርና ክበርሃልና ኢና ኣና እሙናት ከኣ ንኹን ማለት ንብልጽ ነቲ ቅዱስ ጽሑፋት ከነንብቦ እንከለና እሙናት ናትና መደብ ናትና ዕላማ ሒዝና ዲኾና ክመጽእ ኣምላኽ እንታይ ይብለና ኣሎ እንታይ እዩ ትርምነ እንታይ ከንመሃር ንኽእል ካብ እንታይ ትምህረኒ ጎይታ መንፈስ ቅዱስ መሃራ ክንብል ኣለና ካልእ እታ ቤት መቕደስ እምበኣር ክፈልጦ ዘለና እቲ ዕላማ እምበኣር ኢለኩም እታ ፕላኔት ዓለም ናይ ናይ ሙሴ እዩ ዝውዳእ ዘሎ እቲ ብሉይ ኪዳን እዩ ዝውዳእ ዘሎ እቲ ብሉይ ኪዳን ከዓ ክውዳእ ተኮይኑ ምሉእ እቲ ቤት መቕደስ ዘሎ እቲ ኩሉ ሕሩድ መስዋእቲ ዝቐርብን ብምሉኡ እቲ ኣጎሎቲ ናይ ክህነት ናይ ለዋውያን ይኸብቅዕ ማለት እዩ። ከብቅዕ ተኾይኑ ከኣ ብምሉኡ እቲ ሕግን ኩሉን ክውዳእ እዩ ማለት እዩ። ምክንያቱ እቲ ቤት መቕደስ ንሱ እዩ እቲ ዓለም ናቶም ነይሩ እሞ። ንሳ ከኣ ንዓና ተፈላሊ ነበረ። ንሳ እያ ከኣ ኣብ መንጎ ኣይሁድን ኣህዛብን ፈላላይ ፈላላይ ቀጽሪ ዝነበረ ማለት እዩ። እዚ እዩ ነይሩ እምበኣር። እዚ ፈላላይ ቀጽሪ እዩ ነይሩ። መዘኻኸሪ ከኣ እዩ ነይሩ እዚ ሕጂ። እዚ ቀጽሪ እዚ ከኣ ክርስቶስ የሱስ ኣፍሪስዎ እዩ ሕጂ። ምኽንያቱ መጋረጃ ካብ ላዕሊ ክሳብ ታሕቲ ተተርቲሩ ኣና። መጋረጃ ቤት መቕደስ ተተረቲሩ። ስለዚ ዝፈላሊ የብልናን ሕጂ። ዘድሊ ድማ ዘድሊ ደም ኣቡዑርን ድቤላታትን ከኣ የለን ሕጂ። ንሱ ሓንሳብ ንመስዋ ሓንሳብ ንሓዋሩ ፈጺምዎ እዩ ብመስዋእቲ ናቱ። ስለዚ ዘድሊ መስዋእቲ የለን ሕጂ። ናይ ተቤላታትን ኣብዑርን ዘድሊ የለን። እዚ ደም ዝፈሰሰ ድማ ንሕልና ሰብ ደጽሪ እቲ ሕልና ከጽሪ ይክእልን ነይሩ። ክብሪ ንኣምላኽ ይኹን የሱስ ጎይታ ስለ ዝተፈጸመ ነገር እዩ። ስለዚ ከመይ ጌርና ሕና እንድሕር ክመጽያ ብሕጂ ቤት መቕደስ ክስራሕ ገለ እንድሕር ትብል ኣሊኻ እሞ ከዓ ኻላስ እቲ መስዋእታ ክቕርብ ኣለዎ። እዚ ከዓ ኩሉ እዚ ንዕቀት እዩ፣ ጸርፊ እዩ ነቲ ደም ክርስቶስ እቲ ጎይታ ዝተፈጸመስ ነቲ ሓድሽ ኪዳን ዘይምርዳእ እዩ። እቲ ሓድሽ ኪዳን ከዓ ክሳብ እቲ ቤት መቕደስ እንትፈርስ እቲ ብሉይ ኪዳን ኣካይዳ ይኸይድ ነይሩ። እቶም ኣመንቲ ኸኣ ንገዛእ ርእሶም በቲ ሓቂ እንዳተቐየሩ መዓልታዊ ክኸዱ ነይሮም ማለት እዩ። ብመንፈስ እንዳቶም ክማለሹ እዮም ነይሮም ማለት እዩ። ብሕጊ ኣይኮነን ነይሩ። ብምሕላው ሕጊ ኣይኮነን ብጸጋ ብመንፈስ ኣምላኽ ብመሪሕነት ናይ ኣምላኽ እዮም ዝኸዱ ነይሮም። ኣብ ውሽጦም ካዮም ነይሮም ኣምላኽ ዝረኽብዎ ንሶም ካዮ ነም ቤት መቅደስ ኣምላኽ ስለዚ ሓደ ካንታይ እቶም ጸሓፍትን ፈሪሳውያንን ሲፈልጥዎ ነይሮም ብዛዕባ መን ከም ዝዛረብ ዘለዎ ንኣብነት ብዛዕባኦም ከም ምዃኑ ከመይ እቲ ጉዳይ ክቕየር ምዃኑ ዝፈልጡ ነይሮም ክቕየር ተደኣ ኮይኑ ከዓ ንሶም ጥፋኣት ከም ዝመፅኦም ፈልጡ ነይሮም ንኣብነት መወንጌል ማቴዎስ 21 ካብ ጥቕ 33 ክሳብ ክሳብ ኣርብዓን ሓሙሽተን ከምህርኩም እየ ንምንታይ ጠቕሶ ዘለኹ መታን ካልእ ግዜ ባዕልኹም ረጊምኩም ከተንብዎ እሞ ክትምርምርዎ ይኽእል እንታይ ብለና ካብ ሰላሳን ሰለስተን ካልኦት ምስ ሰምዑ ካልእ ምስ ምስላ ሰምዑ ጎይታ ምስላ ትነግሮም ነይሩ ተፈሪሳውያን ጸሓፍቲ ነይሮም ማለት እዩ እንታይ ለኩ እቶም ጸሓፍቲ ፈሪሳውያንስ ብዛዕባኦም ከም ዛረብ ዘሎ ዝፈልጡ ነይሮም እዮም ሕጂ ንሕና ጌን ብዛዕባና መስለና ሕጂ ናብዚ እዋን ዝተዛረቦ መስለና ሕና ናኮም ኣይኮነን ጌን እንድሕር ሪኢናዮ ብዛዕቦም ከም ምዃኑ ተረዲእዎም እንታይ ከም ዝገበሩ እንታይ ከም ዝሓሰቡ ከም ሪኢና ጥቕሲ ሰላሳን ሰለስተን ማቴዎ ዕስራን ሓደን ማለት ጀ ካብ ሰላሳን ሰለስተን ጀሚረ ካልእ ምስላ ስምዑ ስምዑ ኣታኽልቲ ወይኒ ዝተኸለ በዓል ቤት ነበረ ሓፁር ሓፀሮ መሐምተሊ ድማ ቆዓተሉ ግንቢ እውን ሰርሓሉ ንዓይ እቲ መበገሲ ሂብዎም ከኣ ናብ ካልእ ሃገር ገሸ። ግዝያት ፍርያት ምስ በጽሐ ፍሪኡ ከም ከምጽእሉ ባሮቱ ናብቶም ዓየይቲ ለኣኸ። እቶም ዓየይቲ ከኣ ነቶም ባሮቱ ሒዞም ንገሊኦም ወቕዕዎም ንገሊኦም ቀተልዎም ንገሊኦም ብእምንን ጨፍለቕዎም ከምኡ እዮም ዝገብሩ ነይሮም እስራኤላውያን ነቶም ተላእኽዎም ኩሎም ናብቲ ሓቂ ከእትውዎም ማለት እዩ ከዳልዎም ከም ብሓድሽ ካብቶም ቀዳሞት ዝበዝሑ ካልኦት ባሮት ለኣኸ። ኩሉ ግዜ እግዚኣብሄር ከምኡ እዩ እቶም ተሪር ክሳዶም ጌሩ ኩሉ ግዜ ኣንጻር እቲ መልእኽቲ ናይ ኣምላኽ ይኸዱ ኔሮም ማለት እዩ ነቲ ጉዕዞ ናይ ኣምላኽ ይጻረርዎ ኔሮም ንኣቶም ድማ ከምኡ ገበሮም መወዳእቱ ንወደይሲ ይሓፍርዎ ግዲ ይኾኑ ኢሉ ወዱ ለኣኸ እቶም ዓየይቲ ነቲ ወዱ ምስ ረኣይዎ ንሓይሎም እዚ እቲ ወራስ እዩ እቲ ወራሲ እዩ ንዑ ንቕተሎ እሞ ርስቱ ንሓዝ ተበሃሃሉ። ሒዞም ካብ ቦታ ኣታኽልቲ ወይኒ ንወጻኢ ኣውጺኦም ቀተሉ። ጎይታ ከኣ ንወጻኢ ኣውጺኦም እዮም ቀቲሎሞም። እዞም ክፈልጦም ክእል ኣለና። እቲ ጎይታ ኣታኽልቲ ወይኒ ምስ መጸ ነቶም ዓየይቲ እቲኦም እንታይ ክገብሮም እዩ ኢሉ ሓቶም ኣሎም ንዖም ክሰምዕዎ ጸኒሖም እቲ ጎይታ ምስ መጸስ ነቶም ዓየይቲ ኣታኽልቲሲ ነቶም ዓየይቲ እቲኦም እንታይ ክገብሮም እዩ ነቶም ዓይትታኽ ጥወይ እንታይ ገሮም ኢሉ ንሳቶም ከኣ ነቶም ክፉኣት ብኸፉእ የጥፍኦም እቲ ኣታኽልቲ ወይኒ ከኣ ፍሪኡ በብግዜኡ ንዝህብ ካልኦት ዓየይቲ ብመገስ ይህቦም በልዎ የሱስ ከኣ በሎም እቶም ነደቕቲ ዝነዓቕዎ እምኒ እስኹም ንዓይ ኒዒኩምኒ ምሽ ኣነ ከኣ እምኒ እቲ ንሱ ርእሲ መኣዝን ኮነ ኣነ ካባይ እዩ ኩሉ ዝምንጩ ኣነ ዋና በልዎ እዚ ካብ እግዚኣብሄር ኮነ እግዚኣብሄር ከምኡ መዲቡ እዚ ንዓይ በቲ ዘይጽበየኒ መንገዲ መጺኦኩም ኣለኹ። እዚ እዩ እቲ መንገዲ ህይወት፣ እዚ እዩ ኣምላኽ፣ ንስኹም ካልእ መሲሉኩም ነይሩ። መብዛሕትኡ ግዜ እኮ እቶም ኣብ ብሉይ ኪዳን ንኣብነት ጽላሎት እዮም ነይሩ፣ ጽላሎት እዩ፣ ምስልን ጽላሎትን ነይሩ። ሽግር ሕጂ ሰባት ንጽላሎት ለሚዶም ሕጂ ከኣ ጽላሎት ዝኣምኑ ሰባት ኣለዉ። እቲ ጽላሎት ጊዚኡ ንጊዚኡ ነይሩ ግን ሕጂ እንድሕር እስኻ ስእሊ ረኺብካ ብሓቀኛ እንድሕር ረኺብካ እንታይ የድልየካ ስእሊ ሕጂ ቅድም ብስእሊ ትፈልጥ ነርካ ጽላሎት ካዩ ሕጂ ዝብለና ዘሎ ንጹር ካዩ ካብ ኣይነበረን ሕጂ እምበኣር ስለዚ እስኻ ገጽ ኣምላኽ እንድሕር ደሊኻ ኮንካ ኢየሱስ ክርስቶስ ባዕሉ እዩ መልክዕ እቲ ዘይርእ ኣምላኽ ይብላል ስለዚ ንሶም ጽላሎት ይርእዩ ነይሮም ጽላሎት ርኢ ከለኻ በቲ ዝነበሮም እቶም ነቢያት ንገዛእ ጽላሎት እዮም ዝርእዩ ነይሮም ክሪኡ እንከለዉ ከኣ በቲ መልክዕ ናይ ጽላሎት ዝረኣይዎ ንኣምላኽ ባህርኡ ክገልጽዎ ነይሮም ማለት እዩ። ኣብነት ሕጂ ይረኣዮ እንዶ ኣብ ጽላሎት ሓደ ነገር ትርኢ እንከለኻ ከምዚ ይመስለካ ከምዚ ይረኣየካ እንድዩ ትርኢ ኣለኻ እወ ግን ዝመስለካ ካት በቲ ንስኻ ኣተራጉማ ናትካ ክትዛረቡ ማለት እዩ ከምዚ ኢልካ ተቕርብ ማለት እዩ። ስለዚ እቲ ብዛዕባ ኣምላኽ ዝነበረ ኣካይዳ ከምዚ ይካይዱ ኢሎም እሶም በቲ ጽላሎት ዝርእይዎ ዝነበሩ ከምዚ ይባህሩ ኢሎም ይነብሩ ነይሮም። ደሓር ግን መን ምዃኑ ኣምላኽ ልክዕ ብየሱስ ክርስቶስ እዩ ርእሱ ገሊጹ። ሰባት ሕጂ ብኸምኡ እዩ እንታይ ገይሮም ሕጂ ክልተ ክልተ ነገር ገሊኦም ሕጂ ዋላ ኣብ ሕጂ ድሕሪኡ ዝመጽእ ኣብ ማሕበር ኣምላኽ እውን ከይተረፈ ከምኡ ርድኢታት ኣለዎም ካብትን ካብትን ሓወሱ ማለት እዩ ጽላሎትን ሓቅን እዩ ዝክልቲኡ ሓደ እቲ ናይ ብሉይ ኪዳንሲ ክነብሎ የብልናን እወ ግን ንሱ ብሙሉኡ የሱስ ክርስቶስ ኢኻ ክትርኢ ዘለካ ሕጂ የሱስ ክርስቶስ ርኢኻ ናብ ብሉይ ኪዳን ክትከይድ ዘለካ ማለት እዩ ስለዚ ጽላሎትን የሱስ ክርስቶስን ጽላሎት ናይ የሱስ ክርስቶስን ዘድልየኒ ኣይትብልን ኢኻ እሶም እውን ከምኡ እዮም ነይሮም ሕጂ ገሊኡ ደስ ዝብሎም ነይሩ ገሊኡ ከዓ እቲ ናይ ብሉይ ኪዳን ዝነበረ ፅላሎት ንዕኡ ገሊኦም ኳ ነሮ ክትከውን ኣይክእልኒ እዚ ኣምላኽ ክኸውን ኣይክእልኒ ከምዚ ኣምላኽ ከምዚ መሲሕ ክኸውን ኣይክእልኒ ነቲ ፅላሎት ይስዩ ሓቂሎም ማለት እዩ ስለዚ ፅላላ ይኮነ ዘድልየካ ሕጂ ፅላሎትን እቲ ሓቀኛ ምስልን ሓዊስካ ይኮነ ዘድልየካ ሕጂ እቲ ሓቀኛ ምስሊ ናይ ኣምላኽ ዝረኣኻዮ ኣብ የሱስ ክርስቶስ ንሱ ኢኻ ንሱ ኢኻ ነዚ ባህሪ እዚኻ ከተምልኽ ዘለካ ተማቓን ናይዚ ባህሪ እዚ ክትከውን ኢኻ ዘለካ ብኸምኡ ሕጂ ኣብዚ ነጠቕቲ ዝነዓቑዎም ንዒቖም ኣሕጂ ከምዚ ስለ ዝረኣይዎ ሕጂ ኣምላኽ ከምዚ ዝጸበይዎ ንሶም መሲህ ከምዚ ክኸውን ኣይጸበዩን ንሶም መሲህ መጺኡ ምስኦም ከምኦም ኮይኑ ንዕኦም ብራቮታት ዝብሎም በቲ ናቶም መንገዲ ዝኸይድ እግዚኣብሄር ግን ከምኡ ኣይኮነን መንገደይ ካብ መንገዶም ሓሳበይ ካብ ሓሳብኩም ከምቲ ሰማይ ካብ ምድሪ ልዕል ከምኡ ልዕል ይብል ኢልዎም ስለዚ ኣምላኽካ ከምኡ እዩ ከምቲ ናትና ኣተሓሳስባ እቲ ምድራዊ ኣተሓሳስባ እቲ ኣዳማዊ ኣተሓሳስባ ኣይኮነን ዘሎ ኣምላኽ መንፈስ እዩ መንፈስ ጌርካ ትፈልጦ ንሱ ካብ እዩ ዝገልጸልካ ማለት ንሱ ካኣ ርእሱ ምሉእ ምሉእ ጎደሎ ዘይብሉ የሱስ ክርስቶስ ገሊጹ ኢና ክብሪ ንስሙ ይኹን የሱስ ጎይታ እዩ ስለዚ እቶም ነደቕቲ ዝነዓቕዎ እምኒ ንሱ ርእሲ መኣዝም ኮነ እዚ ካብ እግዚኣብሄር ኮነ ኣብ ኣዒንትና እውን ግሩም እዩ ዝብል ጽሑፍ ዶ ኮቶ የንበብኩን ስለዚ ድማ እታ መንግስቲ ኣምላኽ እምበርታ ዓየይቲ ወይን ኣታኸልቲ ወይን ዝብሎ ነበረ ሲት መንግስቲ ኣምላኽ ስለዚ እታ መንግስቲ ኣምላኽ ካባኻትኩም ክትውሰድ ካባኻትኩም ኢሎም ሕጂ ኹም ሕጂ ፍሪኣ ንዘፍሪ ህዝቢ እውን ክትወሃብ እያ እብለኩም ኣለኹ። እቲ እምኒ እቲ ኣብቲ እምኒ እቲ ዝወድቕ ይስበር፣ እቲ እምኒ እቲ ዝወድቆ ዝወደቖ ድማ ይጭፍለቕ። ሊቃውንቲ ካህናትን ፈሪሳውያንን ምስላታቱ ምስ ሰምዑ ብዛዕባኦም ከም እተዛረበ ሕጂ ከምኡ እንዳበለና እንከሎ ብዛዕባና ኣይኮነን ንዛረብ ዘሎ ከም እተዛረበ ስለዚ ክሕደግ እያ ብለና ካብኦም ጀሚራ እኳ ተሓዲጋ ሕጂ ስለዚ እታ መንግስቲ እምበኣር ትሕደግ ተደኣ ኮይና ክዓኑ ኣለዎ ማለት እዩ እቲ ኩሉ እቲ ሲስተም ዝነበረ እቲ ዝነበረ ሲስተም ኣካይዳ ሃይማኖት ብምሉኡ ክኸይድ ኣለዎ ክኸይድ ተደኣ ኮይኑ ከዓ ከይከደ እንከሎ ግን ነግሮም ኣሎ ማለት እዩ ስለዚ ሊቃውንቲ ካህናት ፈሪሳውያን ምስላቱ ምስ ሰምዑ ብዛዕባኦም ከም ተዛረበ ኣስተውዒሎም ኣስተውዓሉ ክሕዝዎ ድማ ደለዩ ስለዚ ንዖም ዘይኾነ እዩ ክሕዝዎ ደልዮም ግናኸ ኣብቶም ህዝቢ ከም ነቢ ነበረ እሞ ኣባታቶም ኣይኮነን ኣብቶም ህዝቢ ናታቶም ፈርሁ ስለ ዝፈርሁ እዮም ሓዲጎም ሓጂ ማለት እንታይ እዮም ደልዮም ነሮም ሰብ ሒዞም ክቐትሉ ኤፌሶን ክልተ እስከ ንርእዮ ሕጂ ብዛዕባ ወደ ነገረና እንከሎ ንሕና ከመይ ከም ዝነበርና ሕና ቅድሚ እቲ ናይ እቲ ቐፅሪ እቲ ቅድሚ ምፍራሱ ቅድሚ እቲ ከልካያ ዝነበረ ሓደ ቅድሚ ምዃንና እንታይ ነርና ሕና ንዓና ኣህዛብ ዝነበርና ስለዚ ከኣ ኣቱም ኣህዛብ ኤፌሶን ክልተ ካብ ጥቕሲ ዓሰርተ ሓደ ጀሚረ ክሳብ ዓሰርተ ሰለስተ ከንበርኩም እየ ስለዚ ከኣ ኣቱም ኣህዛብ ብስጋ በታ ኢድ ኣብ ስጋ እትገብራ ግዝረት እትበሃል ቀደም ዘይግዝረት ከም ተባሃልኩም ዘክሩ ጸርፊ ነይሩ ዘይግዙር ኢኻ ስኻ በቲ ዘመን እቲ ብዘይ ክርስቶስ ከም ዝነበርኩም ብዘይ ኣምላኽ ከም ነበርኩም ካብ ሕብረት እስራኤል ፍሉያት ውጽኣት ማለት እዩ ነታ ኪዳን ተስፋውን ኣጋይሽ ኣጋይሽ ኣፍሬም ምሕና ስትሬንጅ ኢና ነርና ሕና ትጽቢት ዘይብሎም ኣብዚ ዓለም እዚኣ ብዘይ ኣምላክ ከም ዝነበርኩም ዘክሩ ሰምኩም ግን ከምኡ ደስ ኢሎም ነይሩ እስራኤላውያን ኣይሁድ ኣምላክ ከምኡ ይኮነን ኩሉ ግዜ ኣብ ቅድሚኡ ኣለዎ ኣሕዛብ ቅድሚኡ ኣለዎ ኣሕዛብ ምክንያቱ ንሱ ኣርኣያ ክገብሮም ዳኣ ይደልዩ እምበር ንሶም ኣብ ኣሕዛብ ጉይትት ይኮን ደልዎ ሕጂ ግና ኣቱም ቀደም ርሑቓት ነበርኩም ንስኻትኩም ብክርስቶስ የሱስ ብደም ክርስቶስ ቀረብኩም እቶም ድንድቤለታትን ኣብዑርን ሰ ኣይቐርብን ነይሩ ሕጂ ግን ንሕና ቀሪብና ክብሪ ምስሉ ይኹን ብደም የሱስ ቀሪብና ጥቕሲ 14 ከዓ ንሱ ነዞም ክልተስ ግዙራትን ዘይግዙራትን ኣይሁድን ጽርኣውያን ንሱ ነዞም ክልተ ሓደ ዝገበረ እቲ ኣብ መንጎ ዝነበረ ከልቃሊ ቀጽሪ እውን ዘፍረሰ ሰላምና እዩ እሞ ስለዚ እቲ ሕጊ ምስ መን ይሰርሕ ነይሩ ምስቲ ቤት መቅደስ ጥቅሲ ዓሰርተ ትሽዓተ ክሳብ ዕስራ ከኣ ከምዚ እምበኣርሲ ንስኻትኩም ኣብቲ የሱስ ክርስቶስ ባዕሉ እምኒ መኣዝኑ ሕጂ ኣንታይ ርእሲ መኣዝን ኣነ ይብል ባዕሉ መኣዝኑ ዝኾነ መሰረት ስለዚ ንሕና ኣብኡ ኢና ሕጂ እሶም ግን ኣብ ካልእ እዮም ንዑ ንዒቆም ንሕና ግን ነዝተናዕቀ እምኒ ንሱ ርእሲ መኣዝን ዝኾነ ብኡ ኢና ንሕና ንመጽእ ዘለና እምበኣር ንስኻትኩም ኣብቲ ብየሱስ ክርስቶስ ባዕሉ እምኒ መኣዝኑ ዝኸነ፣ መሰረት ነብያትን ሃዋርያትን፣ እተነደቕኩም፣ ስለዚ እምበኣር ቤት መቕደስ ሕጂ የለን፣ ምንዳቕ ሕጂ ብየሱስ ክርስቶስ እዩ ዘሎ፣ ምንዳቕ መንፈሳዊ ኪንሲ፣ መንፈሳዊ፣ ደጊም ደቂ ዓዶም ንቕዱሳንን ስድራ ቤቱ ኣምላኽን ኢኹም እምበር ኣጋይሽን ወጻእተኛታትን ኣይኮንኩንን። ንሕና ቀደም ኣጋይሽና ነርና ነቲ ቤት መቕደስ ክንርእዮ እንከለና ማለት እዩ። እቲ ከኣ መንፈሳዊ ካህን ነይሩ ማለት ምስላ ጽላሎት ነይሩ ምስሊ ነይሩ ኣብኡ ብዘሎ እቲ ህንፃ ሕጂ ቀደም ህንፃ ነይሩ ሕጂ ግን ህንፃ ብጎይታ ቅድስት ቤት መቅደስ ምእንቲ ክንከውን እናተኣሳሰረ እያ ብክርስቶስ ንዓቢ ሕጂ ኣለና እዚ እቲ ህንፃ ሕጂ እዚ ቤት መቅደስ ንሕና ቤት መቕደስ ኣምላኽ ኢና። ንስኻትኩም ኣብኡ ማሕደር ኣምላኽ ብመንፈስ ሕጂ ምህናጽ እምበኣር ሕጂ ብመንፈስ ክትኮኑ ሓቢርኩም ትህነጹ ኣለኹም። የሱስ ጎያ ክብሪ ንስሙ ይኹን። የሱስ ጎይታ እዩ። ዕብራውያን ዓሰርተ ጥቕሲ ኣርባዕተ ከምዚ ይብለና ማለት ደም ኣብዑርን ዲበራታትን ሓጢኣት ከርሕቕ ኣይከኣሎን እዩ። ስለዚ ከምቲ ሓንታይ ዝበልክዎ ደም ኣብዑርን ዲበራታትን ሓጢኣት ኣየርሕቕን ነይሩ። ጥቕሲ ዓሰርተ ከኣ ኣብ ምዕራፍ ዓሰርተ በዚ ፍቓድ እዚ በቲ ሓንሳእ ንሓዋሩ ዝኣክል መስዋእት እተሰወ መስዋእት ስጋ የሱስ ክርስቶስ ተቀዲስና ኣለና ሕጂ እና ቤት መቅደስ ኣምላኽ ዝተቀደስና ኢና ማለት ሕጂ ክብሪ ምስኡ ይኹን ማሕደር ናቱ ክንከውን ቀዲሱና ደሙ የሱስ ጎይታ እዩ ደም ክርስቶስ ዕብራውያን ትሽዓተ ጥቕሲ ዓሰርተ ኣርባዕተ ከም ዝበለ ደም ክርስቶስ ብናይ ዘለኣለም መንፈስ ገይሩ ርእሱ ብዘይ ጽያፍ ንኣምላኽ ዘቕረበና ግዳ ንስኻትኩም ንህያው ኣምላኽ እተ- ከተገልግሉ ክንደይ ኣዝዩ ሕ- ንሕልናኹም ካብ ምዉት ግብሪ ዘየንጽሆ ስለዚ ንሕና ንኣምላኽ ከነገልግል ንክእል ኢና ምክንያቱ ሕልናና ብደሙ ስለ ዝነጽር ማለት ክብሪ ንስሙ ይኩን የሱስ ጎይታ እዩ ሕጂ ኣገልግሎት ንኩሉ እዩ ዘሎ እቲ ብየሱስ ክርስቶስ ዝኣምን ኩሉ ገልጋሊ እዩ ፍሉያት ሕጂ ላውያን ዝበሃሉ ካህናት ዝበሃል የለውን እቲ ክህነት ኩሉ ህዝቢ ኣምላኽ ካህን እዩ ስለዚ ነዚ እዩ እምበኣር መጺኡ ነዚ ሕጂ ተወሲዱ ካብኦም ንኩሉ ኮይኑ ማለት እዩ ብኡ እዩ ኮይኑ ከዓ በቲ ርእሲ መኣዝን ዝኾነ የሱስ ጎይታ እዩ። እቲ መወዳእታ ዘመን ዝበሃል ዘሎ እምበኣር ኣብኡ ሕጂ ኣብኡ ክትረኽቡ ኢኹም ኣብዚ ማቴዎስ ኣብ ሉቃስ ኣብ ማሪቆስ መወዳእታ ክብል ከሎ እቲ መወዳእታ ዘመን ዝበሃል ዘሎ ከኣ ንመን እዩ ዜኩም ዘመን ናይ ኣይሁድ እዩ ንሱ ነይሩ ሕጂ ንቐዳማይ ክፍለ ዘመን እታ ቀዳማይ ማሕበር ዘርከበትሉ እዩ ነዚ እዩ ዝብለና ዘመልክት ቀዳማይ ቆሮንቶስ ምዕራፍ 11 እቲ መወዳእታ ዘመን ከመይ ከም ክንሪኦ ኢና ካብ ኣብነት ጳውሎስ ንገዛእ ርእሱ ቀዳይ ቆሮንቶስ ዓሰርተ ጥቅሲ ዓሰርተ ሓደ ቀዳይ ቆሮንቶስ ምዕራፍ ዓሰርተ ጥቅሲ ዓሰርተ ሓደ ከምዚ ይብል እዚ ኩሉ መለበሚ ክኸውን እዩ ዝበጽሖም ንኣና እቲ መወዳእታ ንኣና ይብላል ጳውሎስ ንኣና እቲ መወዳእታ ዘመናት ንዘርከበና እውን ንተግሳጽና ክኾነና እዩ ተጻሕፈ ንምሃዝና ሃው እወ እቲ ቅዱስ ጽሑፍ ንምሃብና ግን እዚ ንዓና ይበላ ንጳውሎስ ማለት እዩ መወዳእታ ዘመን ዘርከበና መወዳእታ ዘመን ናይ ኣይሁድ መወዳእታ ዘመን ናይ ብሉይ ኪዳን ማለት እዩ የሱስ ጎይታ እዚ ክርዳእና ክላ ዕብራውያን ትሽዓተ ክሳዕ ዕስራን ሽዱሽተን ከምዚ ይብለና ብዘይዚ እስካብ ምስራት ዓለም ጀሚሩ ብዙሕ ሳዕ መከራ ክጸግብ ምተገብኦ ነይሩ ማለት ሕጂ ግና መስዋእቲ ርእሱ ንሓጢኣት ክስዕር ኢሉ እዩ ኣብ መወዳእታ ዘመናት ሓደ ግዜ እተገልጸ። መወዳእታ ዘመናት ብለና ሕጂ። መኣስ እዩ መወዳእታ ዘመናት? መወዳእታ ዘመናት ኣብቲ ጐይታ እተገልጸሉ ጀሚሩ እሱ እዩ እቲ መወዳእታ። እሳ እያ እታ መወዳእታ ግዜ ዝብላ ዘሎ ሕጂ። ክንርድኦ ኣሎና። እቲ ጽሑፍ ን ብዛዕባ እንታይ ይዛረብ ዘሎ ክንፈልጥ ንክእል ኣሎና። እንታይ ይብለና ኣሎ? ንሓጢኣት ክስዕር ኢሉ እዩ ኣብ መወዳእታ ዘመናት ሓደ ግዜ እተገልጸ። መኣስ ተገሊጹ ጐይታ ንሓጢኣት ክስዕር ኢሉ? ብሞቱ እንድዩ ስዒርዎ ንሓጢኣት። መኣስ እዩ? ኣብቲ ቀዳማይ ክፍለ ዘመን፣ ሽዑ እዩ እቲ መወዳእታ ዘመን ዝብሎ ዘሎ ማለት እዩ፣ ዝተገልጸ ኮብለል ኣሎ። ቀዳማይ ጴጥሮስ ሓደ ዕስራ ከኣ ከምዚ ይብለና፣ ንሱ ቅድሚ ምስራት ዓለም ተመደበ፣ ኣብ መወዳእታ ዘመን ግና ምእንታኻትኩም ምእንታኹም ተጋህደ። እዚ ተመዲቡ ነይሩ እዩ፣ ግን ኣብ መወዳእታ ዘመን ተጋሂዱ፣ ፉልፊልድ ኮይኑ ኮይኑ ተፈጺሙ፣ ኣብቲ መወዳእታ ዘመን ኣባኹም ማለት ይብሎም ኣሎ። የሱስ ጎይታ እዩ። እቲ ናይ ወዳ ዘመን ኢሉ ተጠቒሱ ዘሎ ከኣ ካበይ መሲልካ ኣሎ ካብ ሰላሳ ሓደ ዓመት ክልተ ዓመት ሰላሳ ካብ ጎይታ ማለት እዩ ሰላሳ ክሳብ ሰብዓ ዘሎ እዚ እቲ መወዳእታ ዝብሎ ዘሎ ጎይታ መይቱ ተንሲኡ ክሳብ ናይ ምዕናው የሩሳሌም ዘሎ ካብ ሰላሳ ሳብ ሰብዓ ዘሎ ኣብዚ እቲ መወዳእታ ዝብሎ ዘሎ ማለት እዩ ንሱ ንዕኡ እዩ ጴጥሮስ ከዓ ከምዚ ኢሉ ኣቕሪብዎ ዘሎ ከመይ ኢሉ ኣቕሪብዎ ኣሎ ቅዳ ጴጥሮስ ኣርባዕተ ሸውዓተ ግና ከም ወዳእታ ኩሉ ነገር ቀሪቡ ስለዚ ርእስኹም ምግትኡ ንጸሎት እንኾ ስለ ዝፈልጥ ነይሩ እዩ እታ ሰብዓ ዓመተ ምህረት ማለት ሰብዓ ዘይኮነ ዝብላ ዘሎታ መዓልቲ ይፈልጣኒ ግን እቲ ነገራት ኩሉ ዝነበሮ ዝበሎም በብሓደ ክፍጸም ይርእይዎ ኣለዎ ጀሚሩ ሕዚ ብኸመይ ሕጂ ኣብታ ሳልሳይ ክፋል እቲ ዝፍጸም ዝነበረ እንታይ በብሓደ ተፈጻሜታት ክጠቕሰ ማለት እዩ ንሎሚ ግን እቲ መወዳእታ ዝብሎ ዘሎ እንታይ ምዃኑ እቶም ተሓድጉ እም እቶም ተወስዱ እቶም ተቐትሉ ከመይ ምዃኑ ከብርህ ዝጸንሔ ማለት እዩ ስለዝስ ደጊምኩም ደጋጊኩም ርእይዎ እዚ ቪድዮ ማለት እዩ ሕቶ ተልይኩም ክጽሕፉ ትኽእሉ ኢኹም ስለዝስ እም ገሊኡ ኣሎ ትምህርታት እም ካብ ወለዶ ናብ ወለዶ ተዋራረሰ እም ብኸመይ ጀሚሩ ግን ምስታ ቀዳሚት ማሕበር ምስቲ ናይ በዓል ናይ ትምህርቲ ሃዋርያ ዘይሳነ እንከሎ ግን ኣብ መንጎ ተራእየ ገሊጸዮ ኣሎ ኣብቲ ቀዳማይ ክፋል ማለት እዩ ድሕሪኡ ግን ከም ሓቂ ኮይኑ እቲ ትርድኢት ናይ ገለ ሰብ ባዕሎም ከምዚ ይብላለ ኢሎም እዮም ተርጊኦም በርኩ ይኮኑ እዚ ድሮ ከምዚ ሕጆ ክምህሮ ዝጸናሕኩ ከምኡ እዩ እቲ ትርጉሙ ስለዚ ሕቶ ተደግሙ ጽሑፉ ትኽእሉ ኢኹም እግዚኣብሔር ሓልየልኩም እግዚኣብሔር የፍቅረኩም እዩ ስለዚ እቲ ጽሑፍ መኣስን ኣበይን ንመንን ተጻሒፉ ክንፈልጥ ኣዝዩ ወሳኒ እዩ። ስለዚ ኣብቲ ቀጻሊ ሳልሳይ ክፋል ክሳብ ንራኸብ ንሱ ከኣ ብቲ ፍጻሜ በብሓደ ክገልጸልኩም እየ። ጸጋ ጎይታና የሱስ ክርስቶስን ፍቕሪ ኣምላኽን ሕብረት መንፈስ ቅዱስን ምስ ኩላትኩም ይኹን።